ኣብዚ ሎሚ ግዜ እቲ ብጣዕሚ ኣጸጋቢ ልበሃል ነገር እቲ ሓቀኛ ኣፍቃሪ ምርካብ ንወዲ ይኹን ንጓል ይኹን ብዘይ ምንም ቕድመ ኹነት ብዘይ ምንም ጥቕሚ ልቡ ንጹህ ገይሩ ዘፍቅር ወዲ ብምንታይ ክረክብ ልበልክናና ጓላት ሎምዓንቲ ምሳይ ክተዕልላ ኢኽን ሰላማት ኩራት ተኸታተልተይ ሎምዓንቲ ልሃምቲ ልሙድ ልፍቕራዊ ሂወትኽን ክጠቅም እዩ ልልሓሰብኽዎ ሓሳብ ሒዘልኽን መጽየ እኔኹ እዚ ቪድዮ እዚ እስካዕ መጨረሻ ብምክትታል ካብዚ ቪድዮ ተረብሕቲ ልክትኾና ግብዣ እዩ ልዚ ቻናል ሓደሽቲ ተኾንክን ግን እዚ ቻናል ሰብስክራይብ ላገበርክን ቤተሰብ ንክትኾናኒ ይጋብዘክን ኣለኹ ለመዓንቲ ሒዘልክ ልመጻእኹ ሓሳብ ወዲ ሓቀኛ ፍቕሪ ተሒዝዎ ትርእየሉ ሓሙሽተ ምልክታት ክነግረክ እየ ካባኸ ዝጽበ ሓንቲ ነገር ጥራይ ንሱ እውን እታ ቪድዮ ሙሉእ ብሙሉእ ወዲእኸ ምስማዕ ትጥቀም ኢኺ እትና መጀመርያ ነገር ወዲ ሓቀኛ ፍቕሪ እንተሒዝዎ ካብ ልቡ እንድሕር ኣፍቂሩ ብዘይ ምንም ቅድመ ኩነት ወይ ድማ ካባኺ ዝኾነ ረብሓ ደልዩ ዘይኮነስ ናይ ብልቡ ንዓኺ ጥራይ ንረብሓኺ ዘይኮነስ ንዓኺ ጥራይ እንድሕር ኣፍቂሩኪ እቲ ናይ መጀመርያ ትርእይሉ ምልክት ዘይትፈትውዮም ነገራት ብምሉኦም ይገድፎም ምሳኺ ንክኾን ምንም ነገር ይገብር ይቕየር ይልወጥ እዚ እትና መጀመርያ ነገር እዩ ክነግረኪ ዝሓፍተይ ማንም ሰብ ተመቻችዩ ምሳኻ ስለ ዘሉ ወይ ድማ በቃ ኮንፈርት ዞን ስለ ዝፈጠርኸሉ ጽብቕቲ ስለ ዝኾንኸ ግዜኺ ስለ ዝኾነ ማንም ወዲ ክቐርበኪ ይኽእል እዩ ነገር ግን ፐርሰናሊቲኡ ዝሓድግ ሕማቕ ነገሩ ንዓኺ ኣየቐጽለንን ምሳኺ ምሳኺ ኣየንብረንን ኢሉ ዝሓስቦም ነገራት ዝሓድገልኺ ግን ምሳኺ ክሳብ መወዳእታ ምሳኺ ኣብ መጻኢ ክነብር ስለ ዝኣቀደ ብቻ እዩ ኸዚ ንኣብነት ክነግረኪ ኣወዳት ብዙሕ ግዜ ኩዕሾ ንፈቱ ኢና እስኺ ድማ በቃ ብኣንጻሩ ኩዕሾ ብጣዕሚ እንድሕር ትጸልኢ ኮይንኺ ኣብ ዝኾነ ግዜ ስበልኩም ላውጋዕኹም ኣነ ኩዕሾ ብጣዕሚ እየ ዝጸልእ ኩዕሾ ንርኢ ወዲ ብጣዕሚ እዩ ዝድብረኒ እንድሕር ኢልክዮ ኮይንኺ እዚኣ ነገር ወዲያውን ኖትስ ይገብራ እሞ ወዲያውን ንክሓድጋ ይደሊ እዚ ብኣብነት እየ ልነግረኪ ኣለኹ ልክዕ ኣብ ፍቕራዊ ህይወት እስኺ ናይ ባዕል ናይ ባዕልኺ ባህሪ እኒሄኪ ናይ ባዕልኺ ዲሲፕሊን እኒሄኪ እሱ እውን ብኣንጻሩ ናብ ባዕሉ ዝኾነ ዲሲፕሊንን ናብ ባዕሉ ዝኾነ ባህሪ እኒሄው እዚ ነገር እዚ ብሓደ ልክ ትቕጽሉ ለግብረኩም ነገራት ብምሉኦም ቢውልድ ይገብር ወይ ድማ ይሃንጽ ምሳኺ ዘይቐጽሉ ነገራት ብምሉኦም ድማ የወግድ እዚ እዚ ትክክለኛ ፍቕሪ ለሓዘ ወዲ ብቻ ልገብሮ ነገር እዩ እቲ ካልኣይ ልለ ክነግረኪ ይቐንእ ይቆጻጸረኪ ድማ በቃ ብቐሊሉ ይኹሪ ክነግረኪ ሓቀኛ ፍቕሪ ልሓዞ ሰብ ሰንስለሳ ይኾኒ ብኣኸ ብጣዕሚ እዩ ልሕጎስ ብኣኸ ብጣዕሚ እዩ ልሓዝን ብኣኸ ብጣዕሚ እዩ ልቐንእ ብኣኸ ብጣዕሚ እዩ ሰንሰቲቭ ልኹን ልምንታይ መሲልኪ ሙሉእ ብሙሉእ ኣብ ልቡ ፍቕራዊ ስምዒት ስለ ዘሎን ንስኺ ምስ ማንም ክትኾኒ ስለ ዘይደሊ ልበይኑ ስለ ዝደልየኪ በቃ ብቐሊሉ ክቐኒ ይኽእል ዝኾነ ሰብ ኢቨን ምስኡ ወክላ ገበርኺ ዝኾነ ሰብ መኪና መስታወት ኣውሪዱ እንድሕር ርኢኪ ኮይኑ ወይ ድማ ፊት ለፊትኺ ክልቴኹም እናኸድኹም እንድሕር ጠሚትኪ ኮይኑ ብጣዕሚ በቃ ቅንኣት ይስምዖ ይኹሪ ይድብሩ እንታኾንካ ተልክዩ ኣይነግረኪ እዩ ነው ክሳብ ህንድዚ ቀና ይኸውን ካብኡ ድማ ይነጫነጭ በቃ ከምዚ እንድሕር እሺ ለይትብልዮ እንድሕር ዝኾነ ነገር ክገብር ክደሊ ተሎ እንድሕር ትኽልኸልዮ ኮይንኺ ዝኾነ ገደብ እንድሕር ተቐምጥሉ ኮይንኺ በቃ ይኹሪ ምክንያቱም ሙሉእ ብሙሉእ ናበይኑ ክገብረኪ እዩ ዝደሊ ሙሉእ ብሙሉእ ኣብ ልቡ ከም ዝሰፈርኸ ብምሉኡ ምስ በዓሉ ክትኾኑ እዩ ዝደሊ እዚ ሓቀኛ ፍቕሪ ዝሓዞ ሰብ እዩ በነገራችን ላይ እዚ ብትኽክል ለየፍቀረኪ ወዲ ብኣኻ ይቐንእ ትፈልጥ ዶ ሓደ ሚስጥር ቕንኢ ካብ ፍቕሪ ልምንጭ ምዃኑ ወይ ድማ ካብ ድሌት ዝምንጭ ምዃኑ ዝኾነ እትደልዮ ነገር ሰብ ክነኸእልካ ኣይትደሊ ዝኾነ ብጣዕሚ እትፈትዮ ነገር ናሰብ ኮይኑ ክትሪኦ ኣይትደሊ ይኖ ስለዚ ሓደ ሰብ ብኣኽ ብጣዕሚ ድሕር ልቐንእ ኣሎ ኾይኑ ማለት ሀልዚ ልኾነ ቐንእ ጥዕና ዘለዎ ቐነ ማለት እዩ ሓደ ሓደ ሰባት ካብ ቐንኢ ዝተለዓለ ናብ ዘይኮነ ወይ ናብ ዘይኮነ መንገዲ ዝኸዱ ኣሎ ግን ክተስተውዕሉ ዝደሊ ኣብቲ ናይ መጀመርያ ግዜ ኣብቲ ናይ ፍቕረኹም ህይወት ከመይ ዓይነት ስምዒት የስተናግድ እዚ ክትፈልጢ ክትኽእለኒ እኪ እቲ መበል ሳልሳይ ድማ የኽብረኪ ይፈርሐኪ ይጥንቀቓልኺ ክነግረኪ ሓደ ሰብ ሙሉእ ብሙሉእ ፍቕሪ ክሕዞ ተሎ ብጣዕሚ ኢለ ክብሩ ብጣዕሚ ኢለ ክብር እዚ ማለት ክነግረኪ ማንም ፍጥረት ማንም ሰብ ማንም ኣብ ፍጥረት እየ ድብለኪ ኣለኹ ኣብ ወዲ ሰብ ብቻ ዘይኮነ ኣብ ሕድሕድ ፍጥረታት ፍቕሪ ክሕዞም ተለዉ ተሎ እዮም ዝሸነፉ ተሎ እዮም ዝሰዓሩ ዊች ሚንስ በቃ እቲ ሰብ እቲ ለፍቀርዎ ሰብ ንከኽብሩ ይግደዱ ተረዲኪ ይፈርሕዎ ሉዝ ከይገብሩ ወይ ድማ ከይስእነኪ ይፈርሐኪ በቃ ከይትኸደኒ ኻሊእ ወዲ ከይምንጥለኒ ናብ ኻሊእ ወዲ ከይትኸድ ኢሉ ብጣዕሚ ይፈርሃኪ ብምንም ኣይኮነ ብጉልበትካ ይኮነ ወይ ብሃፍትካ ይኮነ ወይ ብዘለኪ ዝኾነ ነገር ኣይኮነ ግን ናብ ዝኾነ ሰብ ክትኸድዮ ስለ ዘይደሊ ይፈርሓኪ ይንከባኸበኪ ካብኡ ድማ ይጥንቀቐልኺ እዚ እያ ትፎቲ እዚ እያ ትጸልእ ሃምዝ ተገይረያ እዚ ክስምዓ ይኽእል እዩ እናበለ ኮምፕሮማይዝ እናገበረ እናሓሰበ ናውረደ ናደየበ ምሳኽ ብጥንቃቄ ክኸድ ይደሊ እዚ ግን ዝሓፍተይ ክነግረኪ ብትኽክል ለፍቀረ ወዲ እንድሕር ኮይኑ እዩ ሓደ ሓደ ሰባት ክነግረኪ ዝኾነ የናድዱኺ ዲስሪስፔክት ይገብሩኺ ክብረ ነክ ዝኾኑ ንግግራት ይናገሩ ምናምን እሞ ዝኾነ ነገር ካባኽ ክደልዩ ተለዉ በቃ ይቅርታ ይብሉኺ በቃ ይቅርታ ታይሞ ኣነ ተጋጊ ምናምን ነገር ኢሉ ንክቕፅል ይገብር ክነግረኪ ወዲ ሰብ ኣብ ልቡ ከም ዝሓስቦ እዩ ምሳኻ ኮሚኒኬት ዝገብር ንዓኸ ብዘለዎ ኣብ ልቡ ንዓኸ ብዘለዎ ቦታ እዩ ምሳኻ ክቀራረብ ዝደሊ ኣነ ኸዚ ብጣዕሚ ንዘፍቅራ ጓልን ንሓንቲ ምንም ስምዒት ንዘይብለይ ጓልን መዓረ ዝኾነ ኮሚኒኬሽን ኣይህልይኒ መዓረ ዝኾነ ጥንቃቐ ይህልወኒ ምክንያቱም ምስቲኣ ብርግፅ ሰላማዊ ሰብ ክኸውን እዩ ዝደሊ ምንም ዓይነት ጎንፂ ክህልየኒ ኣይደልን ያን ያህል ዲስሪስፔክት ይገብራ ኣይዝንጥላይ በቃ ብዙ ሕማቕ ነገራት ኣይገብር ነገር ግን ንታ ዘፍቅራ ጓል ከም ዝጥንቀቐላ ግን ንማንም ጓል ክጥንቀቐ ይኽእልን ምክንያቱም እታ ጓል እቲኣ ኣብ ልበይ ብምልኣት ስለ ዘላ ኣብ ልበይ ሙሉእ ብምሉእ ተቆፃፂራትን ስለ ትርከብ ሰለዚ ሓደ ዘፍቀረኪ ወዲ ትርእይሉ ዝግበእኪ ሓደ ነገር ይጥንቀቐልኪ ዶ? ምንም ነገር ቅድሚ ምግባሩ ለኣኽ የውግዐኪ ዶ? የኽብረኪ ዶ? ማለት ሰባት ከይወስዱለይ ኣወዳት ከይርእዩለይ እናበለሲ ይፈርሕ ዶ? እዚ ንሓደ ለፍቀረ ወዲ ትርእይሉ ምልክት እዩ። እቲ መበል ራብዓይ ድማ ቁም ነገረኛ ይኾን በቃ እዚኣ በቃ ኣስምርላ ጓል ስለ ዝኾንካ ክነግረክ እየ ልደሊ እዚ ነገር እዩ ቁም ነገረኛ ይኹን ፍቅሪ ክሕዞ ተለዎ ወዲ ክልተ ግዜ ኣይሓስብ እዩ በቃ እዛ ጓል እዚኣ ናብ ዓለ ልገብር ምንም ይፈጠር ምንም ይኹን ናብ ዓለ ትኹን በቃ እዚ ልውስን ምክንያቱም ኣጓላት ትሽወድኦ ዓብዪ መሸወዲ ነገርክን የፍቅረክ እየ ልብለክን ብምሉኡ ለፍቀረክን ይመስለክን እሞ ዕድመክን ትውዳእ ግዜኽን ይውደኣልኽን ቶሎ ኢሉ ሓዳር ክገብር ይደሊ ምክንያቱ ምሳኻ ክኸውን ስለ ዝደሊ ወይ ድማ ሓዳር እንድሕር ዘይገበረልኪ ድማ ሓዳር ንክገብረልኪ ብጣዕሚ ናይ ስራሕ ሰብ ይኾን ክነግረኪ ኣብ መንገዲ ወይ ድማ ኣብ ሰፈር ከፍ ኢሉ ዝውዕል ወዲ የፍቅረኪ እየ እናበለ እናጀንጀነኪ ስለ ዝወዓለ ብቻ ዘፍቀረኪ እንድሕር ኮይኑ ወይ ድማ ዘፍቀረኪ መሲሉ ተትሰሚዑኪ ብጣዕሚ ትሽወድላኺ ክነግረኪ ፍቅሪ ኣክሽን ይደልዩ ድርጊት ይደልዩ እዚ ማለት እዚ ክነግረኪ ኩሉ ግዜ የፍቅረኪ እዩ ይብለኪ እሞ ግን ምንም ነገር ኣይገብር እዩ ብኣፉ ብቻ እንድሕር ኮይኑ እዚ ሰብ እዚ ክነግረኪ ምንም ዓይነት ነገር ምሳኺ ለቐጽሎ ነገር የብሉ የፍቅረኪ እየ ልበለኪ ኩሉ የፍቅረኪ እዩ ማለት ኣይኮነ ስለ ለፍቀሩ ፍቅሩ ታይ ኢሉ ክገብር ይገብሮ ኣሎ ታይ ኢሉ ክውስን ይገብሮ ኣሎ ታይ ሓዲጉ ስለ ኣኺሉ ማለት ናብ ምንታይ ይኸድ ኣሎ እንታይ ይገብር ኣሎ ፃዓር ዓርዩ ኣሎ ዶ ፍቕሪ ካብ ልሓዞ ግዜ ጀሚሩ ለኣኽስ ታይ ዓይነት ምልክታት ርኺ ማለት ብደፈና ይኾነ ሓደ ሓደ ኣጓላት የፍቅረኪ እየ ይብለኪ ሞኹ ዝኾነ ወዲ ድሕሪኡ በቃ ምዝ ሰብ እዙ ናይ ልብኺ ፍቕሪ ይሕዘኪ ኣዛ ታይም እዚ ሰብ እዚ ካብ ልቡ ድዩ የፍቂሩኪ ልግዜኡ ድዩ ደሊኪ ካባኺ ልኾነ ረብሓ ክረከግኒ ደልዩ ድዩ ብምንም መንገዲ ትፈልጠይ ኣይትኽእሊ። ስለዚ ዝሓፍተይ ለፍቅረክ ወዲ ሓቀኛ ለፍቀረ ወዲ ንረኣይዎ ምልክታት እኒሄው እዮም ምልክታት ረኣዩ ሰባት ንዝደልይዎ ነገር ብምሉኡ ዝኸፍልዎ ዋጋ ልኣኻ ይነግረኪ ሓደ ሰብ ስኬት እንድሕር ደልዩ ኮይኑ ከመይ ገይሩ ከመይ ሳፈር ከም ዝገብር ኢቭን ብዘይ ሕጋዊ መንገዲ ብባሕሪ ናብ ዝተፈላለያ ዓድታት ከመይ ከም ዝስደት ረኣዩ ልምንታይ እቲ ዓወት እቲ ስኬት ወይ ድማ እቲ ለውጢ ብጣዕሚ ካብ ምድላዮም ዝተልዓለ ልክዕ ከምኡ ሓንቲ ጓል ፍቕሪ ክሕዞ ተሎ ሓደ ወዲ ከምዚ ዓይነት ዝኾነ ውሳኔ እዩ ዝውስን እቲ ና መጨረሻ ለለ ክነግረኪ ካባኺ ወፃኢ ንማንም ኣይደልን ልማንም ኣይሓስብን ሙሉእ ድሌቱ ትኾነ ንስኺ እዚ እቲ ና መጨረሻ እዩ ማለት ምስ ማንም ኣያወዳድረኪ ምስ ማንም ኣያነጻጽረኪ ጽቡቕ ተኻዲን ከወጻእኺ ጽቡቕ ኣይተኻደንኺ ምንም በቃ ኣይረኣዮን ንዓኺ ብቻ የፍቅር ንዓኺ ብቻ ይሓስብ ንዓኺ ብቻ ይደሊ ክነግረኪ ፍቕሪ ላንጋ ላንጋ ልበሃል የለ ኣብ ፍቕሪ እዚኣ ፎቴ እዚኣ ትቕረየኒ ልበሃል ነገር የለ ወይ ድማ ክንዲዚ መጠን ከፍቅራ ዝበሃል ነገር የለይ ወይ ድማ ሃምዚ ልቲኣለ ይፎትያ ልቲኣለ ይፎትያ ልበሃል ነገር የለ ልብና ናቹራሊ ሓደ ሰብ ብቻ እዩ ከፍቅር ልኽእል ሪኺ ስለዚ ፍቕሪ ክሕዞ ተሎ እዞም ምልክታት እንድሕር ለይተሪኦ ኮይንኺ በቃ እዞም ልቐርቡኻ ወዳት ለልኾነ ጥቕሚ እዮም ቐሪቦም ኽንዮ ስለዚ ዝሓፍቲ ኣይትሸወዲ የፍቅረኪ እየ ልበለከ ብምሉኡ ለፍቅረኪ ኣይኾነይ ናሎማዓንቲ ሓሳብ እዚ ነይሩ ክሳብ መወዳእታ ምሳይ ስለልፀናሕክን የቐንየለይ እዚ ቪድዮ እንድሕር ጠቒምክን ኮይኑ ላይክ ሸር ምግባር ከይትርስዓ ልዚ ቻናል ሓደሽቲ ልኾንክን ግን እዚ ቻናል ሰብስክራይብ ላገበርክን ቤተሰብ ንክትኾናኒ ብፍቕሪ ይጋብዘክን ኣብ ቐፃሊ ቪድዮ ክሳብ ንራኸብ ሰላም